ዝዓደመና ብኽቡር ዋጋ ዝሸመተና ኣምላኽና ከብርን ምስጋናን ኣምልኮን ውዳሴን ንዕኡ ይኹኖ ከምኡ ድማ ንቅድስተ ቅዱሳን ንጽህተ ንጹሃን ድንግል ማርያም ወላዲቱ ኩሎም ቅዱሳኑ በብማዕርጎም በብሽመቶም በቲ ንሱ ዘኽበሮም ስሞም ዝኸበርን ዝተመስገነን ይኹን ሕራይ እምበኣር ብምቕጻል ድሕሪ ምስጋና እግዚኣብሄር፣ እንሆ፣ ኣነን ንስኹምን ክሳብ እዛ ሰዓት እዚኣ ብጥዕና፣ ብሰላም ምህላውና፣ ብህይወት ምህላውና፣ ዕላማ እግዚኣብሄር እንታይ እዩ? ንሕናኸ እቲ ተፈጥርናሉ ዕላማ ኣብኡ ንነብር ኣለና ዲና? እንሆ፣ ናይ እግዚኣብሄር ዕላማ ነሳኽዕ ኣለና ዲና? እግዚኣብሔር ንዕኡ ኣመስጊንና መንግስቱ ክንወርስ ሕጉ ፈጺምና ኣብቲ ናቱ ክብሩ ድማ ናቱ ወረስቲ ክንከውን ደቁ ኮይንና ኣብቲ ሕማም ዘይብሉ ኩሉ ግዜ ብርሃን ዝኾነ ጸልማት ዘይተፈራረቆ ስእነትን ሃብትን ሓጎስን ብኽያትን ዝተፈራረቆ ዘይኮነ ፍጹም ዝኾነ ሓጎስ፣ ፍጹም ዝኾነ ብርሃን፣ ፍጹም ድኾነ ሰላም፣ ፍጹም ድኾነ ሃብቲ፣ ፍጹም ድኾነ ሓጎስ ዘለዎ ንኽንኣቱ ዓዲሙና ተዓጊሱናን ኣሎ። ንሕና ሕጂ እምበኣር ነዚ መደብ እዚ ነሳኽዕ ኣለና ዲና? ኣብኡ ኣሎና ዲና? ምናልባት ነዚ መልሲ ነፍሲ ወከፍና ክንምልሶ ይግባእ። እዚ ሕቶ እዚ ናይ እግዚኣብሄር እዩ። ኣዳም ኣዳም ኣበይ ኣሎኻ ዝብል መልእኽቲ ማለት እዩ። ነፍሲ ወከፍና ኣዳም ኢና እሞ ኣበይ ከም ዘሎና እግዚኣብሄር እንታይ ይገብረና ኣሎ? ደወል ገይሩ ኣበይ ከም ዘሎና ንሕና ክንምልስ ይጽበየና ኣሎ። ነፍሲ ወከፍና ከኣ ንመልሰሉ። ስለዚ ኣብቲ ቀንዲ ኣውራ ነገርና ክንኣቱ ሎሚ ብፍላይ ኣብ ስደት ዘለና ኣመንቲ ናይ ኦርቶዶክስ ተዋህዶ ሃይማኖት ተኸተልቲ ኣብ ስደት ዘለና ኣብ እምነትና ዘለና ድኻም ኣብ እምነትና ዘለና ሸለልትነት ኣብ ናይ እግዚኣብሔር ትእዛዝ ዘለና ዘይምእዛዝ እንታይ ይመስል? ከም ውፅኢቱ ከዓ እንታይ ንሰርሕ ወይ ኣብ ውሽጥና ኣብታ ናይ ቤት እግዚኣብሔር ኣምላክና እንታይ ይፍፀም ኣሎ? ንሕና ከ ኣብቲ ፍፃመ እቲ ስለምንታይ ከምኡ እናተፈፀመ ስቅ ኢልና ንሪኢ ኣለና? ነፍሲ ወከፍና ፅባሕ ከይተሓተ ዝሓልፍ ከይተፈርደ ዝተርፍ ሰብ የብልናን ማለት እዩ። ኣብቲ ኣውራ ነገረይ ክኣቱ፣

ኣዝዩ ድማ ብዓብይ ሓይሊ ዝተንሰኤ ኣብ ክልተ ሽሕን ሸውዓተን ሸሞንተን ካብ ሸሞንተ ንድሕሪት ብፍላይ ከኣ ክልተ ሽሕን ሸሞንተን ንድሕሪት ዝነበረ ዳርጋ ኣብ ሙሉእ ዓለም ኣዝዩ ዓብይ ዝኾነ ናይ ምምስራት ናይ ማሕበራት ተራእዩሉ ዘመን ወይ ከኣ ዓመታት ነይሩ ክበሃል ይከኣል። ካብኡ ኣትሒዝካ ክሳብ ሕጂ ኣብ ነፍሲ ወከፍ ሃገር ወይ እውን ከተማታት እንታይ ዝመስላ ዝተሃንጻ ቤተ ክርስቲያናት ኣለዋና? እዚኸ ውጽኢቱ እንታይ እዩ? ኣነን ንስኹምን ነዚ ነገር እዚ ሎሚ ከኣ እሞ ብፍላይ ከኣ እግዚኣብሔር ጸጉ ኣብዚሕልና ኣብ ነፍሲ ወከፍ ከተማ ነፍሲ ወከፍ ከተማ ነፍሲ ወከፍ ማሕበር ዘነበረት ሎሚ ቤተ ክርስቲያን እንተኾነ ዘሕዝነካ ነገር ግን ቤተ ክርስቲያን እናተሰሜናስ ናይ ክርስቲያን ማሕደር ታቦ ዝኾን ቤት ዘይብልና ብምዃኑ እዩ ኣብዚ ኣነ ዝነብረሉ ዘለኹ ሃገር ዝገርም ነገር ሓንቲ ጥራሕ ኣላ ሓንቲ ስለዚ ናይምንታይ ድኻም እዩ እዚ ናተይን ናትኩምን ድኻምን እዩ። ድኻም ጥራሕ ዘይኮነ ከኣ ዘይምእዛዝ እዩ ማለት እዩ። ኩሉ ሳዕ ንሕና እንከታተሎ ኣብ ክብረ በዓላት ይኹን ወይ እውን ኣብ ዝተፈላለየ ኣጋጣሚታት ን ዝለዓል ኣርእስቲ ንሰምዖ እንደልዩ ኮይኑ ወይ እውን ኣብ ድሕሪ ቅዳሴ ንቤተ ክርስቲያን መስርሒ ድኸውን ነዋፅእ እናበልካ ዝግበር ስብከት እዩ። ንቤተክርስትያን መስርሒ ዝኸውን ነዋጽእ። እዚ ምስሉይነት እዚ ኣብ ኣይንባኹምን ነዊሕ ግዜ ኣቑጺሩ ኣሎ ማለት እዩ። ስለምንታይ እንተ ኢልና ንሕና ናይ እግዚኣብሔር ገንዘብ እናበላዕናሲ ነታ ቤት እግዚኣብሔር ነዋጽኣላ ንብል። እዚ ምስሉይነት እዚ ደው ነብሎ ኣንቱም ኣሕዋተይን ኣቦታተይን ኣሓተይን ኣዴታተይን። ምኽንያቱ ነፍሲ ወከፍና ናይ እግዚኣብሔር ገንዘብ እናበላዕና ነታ ቤት እግዚኣብሔር ክንሃንጻ ገንዘብ ነዋጽእ ኣይንበል። ሓደ ካባና እስከ ካብ መንጎና ማለት እዩ ገንዘቡ ወሲድናሉ ወይ ገንዘብና ወሲዱልና ሲ ክስቶ ተሸጊሩ ኣሎ እሞ መሕደሪ ስለ ዘይብሉ ገዛ ደገ ስለ ዝሓድር ዘሎ እንሆ ድማ ነዋፅኣሉ ገንዘብ ገቤት ክንሃንፀሉ እንተበልናስ እንተንብለኩምስ እንታይ ምበልኩም? እዚ ባጫ ጥራሕ እዩ ክትቅበሎ ውን ኣይትክእልን ኢካ ኣነን ንስኩምን ከኣ ቤት እግዚኣብሄር ክትህነጽን ከይትህነጽን ኣብ መንጎና ሰላም ክከውንን ከይከውንን ንዘለና ትሕዝቶ ክባረክ ውሉድና ውን ከምኡ ድማ ዝወለድናዮም እዙዛት ክኮኑ ትሕዝቶና እንክባረከልና ኣብ መንጎና ሰላም ክኮነልና እንታይ ክንገብር ይግበኣና። ቅድም ቀዳድም ናይ እግዚኣብሔር ገንዘብ ምብላዕ ደው ነብል። ምናልባት ገለ ገሌና እኳ ተረዲኡና ኣሎ። ገሌና ግን ገንዘብ እግዚኣብሔር ዝበላዕክዎ ኣነ የብለይን ንስኻ ርእስኻ ደኣ ፍለጥ እምበር ትብሉ ኣይትሰኣኑን ትኾኑ። ብርግጽ ንስኺ በሊዕኺ፣ ንስኻ በሊዕኻ፣ ኣነ በሊዐ፣ እበልዕ ኣለኹ፣ ትበልዑ ኣለኹም። እቶም ዘይንበልዕ ኣይንበልዕ እና ድሓን ምክንያቱ ኣበይ ነውዕሎ ኣለና ግን ካልእ ኣርእስቲ ክከውን እዩ መልሱ ማለት እዩ ስለዚ እቲ ናይ እግዚኣብሄር ገንዘብ እንበልዖ ዘለና ኩላህና መታን ክንፈልጦ ብሓደ ኮይና ንስምዓዮ እግዚኣብሄር እንታይ ይብለና ኣሎ ቃላቱ ብሓደ ኮይና ነንብቦ ትንቢተ ሚልክያስ ምዕራፍ ሰለስተ ብሓደ ኮይና ንረኣዮ ፍቅዲ ትሽዓተ ምዕራብ ሚልክያስ ፍቅዲ ሰለ ምዕራፍ ሰለስተ ፍቅዲ ትሽዓተ ህዝቢ ብምሉእኹም ስለ ዝሰረቕኩምኒ ኣብ ልዕሌኹም መርገም ወሪዱ ኣሎ ይብለና ማለት እዩ ንእግዚኣብሔር ህዝቢ ሙሉእ ስለ ዝሰረቕናዮ መርገም ኣብ ልዕሌና ወሪዱ ኣሎ እዚ ሎሚ ኣብ መንጎና ዘሎ ፍቅርና ዛሕቲሉ ዘሎ ሓው ምስ ሓው ውሉድ ምስ ወላዲ፣ ሰብኣይ ምስ ሰበይቱ፣ ሰበይቲ ምስ ሰብኣያ፣ ከምኡ ድማ ጎረቤት ምስ ጎረቤት፣ ደቂ ሃገር፣ ኣሕዋት ምስምማዕ ስኢኖምሉ ዘለዉ ዘመን እንታይ ስለ ዝኾነ እንተ ኢልና ነዚ ስርቂ ናይ እግዚኣብሄር ገንዘብ ስለ ዝበላዕና እዩ። ምኽንያቱ እግዚኣብሄር ንኣዳም ክፈጥሮ ከሎ ብሰላም ክትነብር እዝን እዝን እዝን ግበር እዝን እዝን እንተዘይገበርካ ግን እንሆ ድማ እዝን እዝን ክስዕበካ እዩ፣ ምልክት ድማ ከምዚ ክኸውን እዩ፣ ኣብ መንጎኹም ምፍልላይ ባእሲ ክኸውን እዩ። ምክንያቱ ልክዕ ከምቲ ናይ ጠቅመ ሰናኦር እንሆ ድማ ሎሚ ባቢሎን እናተባህለ ዝፅዋዕ ዘሎ ንእግዚኣብሔር በትዕቢት እንታይ ንክነርክብዎ ኢሎም እንታይ ገይሮም ሰማይ ጠቀስ ህንፃ ንስራሕ እሞ ንእግዚኣብሔር ታስሙ ክንገብሮ በሉ እግዚኣብሄር ናይ ሰባት ትዕቢት ናይ ሰባት ዘይምእዛዝ ናይ እግዚኣብሄር ኣምላኽ ክርኢ ከሎ እቲ ሓደ ነቲ ሓደ ከም ዘይሰምዖ እዩ ዝገብር እዚ እግዚኣብሄር ዘይኮነ ከዓ እቲ ግብርና እዩ ከምኡ ዝገብር እግዚኣብሄር ከም ዝለመንካዮ ይህበካ እግዚኣብሄር ከም ዝሰራሕካዮ ናይ ስራሕኸ ፍረ የፍርየልካ ፅድቂ እንድሕር ኮይኑ ኣኻዕበት ከም ትፈሪ ይገብረካ ድኻምካ ማለት እዩ ሓጢኣት እንድሕር ኮይኑ ከዓ ኣኻዕበት ገይሩ ይህበካ ኣነን ንስኹምን ኸኣ ገንዘብ እግዚኣብሔር ስለ ዝበላዕና እግዚኣብሔር ከምቲ ሰብ ድማ ገንዘቡ ምስ በላዕካ ገንዘበይ በሊዕካ ኢሉ ሕንኡ ክፈዲ ገንዘቡ ከምልስ ኢሉ ኣብ ልዕሌና ዝገብሮ ዘይኮነ እግዚኣብሔር ንዓይ ንዓኹም ስለ ዘፍቅረና ከምቲ ወላዲ ውሉዱ እንተ ደኣ በዲሉ ነቲ ውሉዱ መታን ከምቲ እግዚኣብሔር ዘልዮ ክኾነሉ ዝቐጽዖን ዝግስጾን እግዚኣብሄር ከኣ ንዓይን ንዓኹምን መንግስቱ ክንውርስ ናይ ንብረት ናይ ሰይጣን ንብረት ንክይንኸውን ኢሉ እግዚኣብሄር ኣብ መንጎና ከምዚ ይኽሰት ተኸሲቱ ዘሎ ይኸስቶ ማለት እዩ እቲ እዙዝ ውሉድ እቲ ቁፁዕ ውሉድ እቲ እሩም ውሉድ መቕፃዕቲ ናይ ወላዲኡ ከም ዝቕበል እቲ ስዲ ዝኾነ ውሉድ ከዓ ናይ ወላዲኡ መቕፃዕቲ ከም ዘይቕበል ከዓ ኣብዚ ዘመን ከዓኒ ክልተ ሰባት ኮይና እነብር ማለት እዩ ስለዚ ናይ እግዚኣብሔር ገንዘብ ስለ ዝሰረቅና ኣብ መንጎና ሰላም ተሳኢኑ ኣሎ ኣብዚ ዓለም እዚኣ ሰላም የለን ፍትሒ እውን ጠፊኡ ይርከብ ሰላም እውን ኣብ ውሽጥና የብልና ሰላም ኣብ ሓንቲ ስድራ ቤት የለን ኣብ ሰብ ሓዳር ሰላም የለን ኣብ መንጎ ኣሕዋ ሰላም የለን ኣብ መራሕ ኣብ መንጎ ህዝቢ ሰላም የለን እንታይ ስለ ዝኾነ ናይ እግዚኣብሔር ገንዘብ ስለ ንሰርቕ ዘለና ስርቂ ጥራሕ ደይኮነ ከማስ ባጫ ሙስሉይነት ናይ እግዚኣብሔር ቤት ክንሃንጽ ኢልካ ከኣ ነዋጽእ ኢልካ ከኣ ትልምን መጀመርታ ክትገብሮ ዝግብኣካ ነቲ ናይ እግዚኣብሔር ገንዘብ ትሰርቆ ንሰርቆ ዘለና ደው ነብሎ ናብ ቤት እግዚኣብሔር ነምጽኣዮ ብድሕሪኡ እንተ ደኣ እግዚኣብሔር ፈቒድዎ እቲ ጸጋ ሃብቲ ዘለዎ በቲ ዝተዋህቦ ሃብቲ ከም ፍቓድ እግዚኣብሔር ክዓይዩ ኣብ ልዕሊ እቲ ናይ ገንዘብ እግዚኣብሄር፣ እቲ ጥበብ ዘሎ በቲ እግዚኣብሄር ዝሃቦ ጥበብ ክዓዪ እዩ፣ እቲ ማዕርግ ዘሎ በቲ እግዚኣብሄር ዝሃቦ ማዕርግ ክዓዪ እዩ፣ እቲ ጉልበት ዘሎ ብጉልበቱ፣ እቲ ጥበብ ዘሎ ብጥበቡ በብደረጃና ክንዓዪ ናብ ቅድም ግን ናይ እግዚኣብሄር ገንዘብ ዕሽር ካብ ሚእቲ ዓሰርተ ካብ ዓሰርተ ሓደ ካብ ዓስ- ካብ ሓደ ቅርሺ ዓሰርተ ሳንቲም ናትና ኣይኮነን ናብ ቤት እግዚኣብሄር ነምጻዮ ነቲ እግዚኣብሄር ከኣ እግዚኣብሄር ከመይ ገይሩ ከም ዝሃንጻ ንሱ ይፈልጥ እዩ። ስለዚ ኣነን ንስኹምን ነዚ ናይ እግዚኣብሄር ገንዘብ ምብላዕ ምስራቕ ደው ነብሎ። ደው እንተዘይበልናዮ ግን ንዓይን ንርእስ ንዓኹምን እዩ ዝኸፍኣና። ከምቲ ንሃዋርያ ቅዱስ ጳውሎስ ሕርያ ሃ ዝበሎ ጳውሎስ ጳውሎስ ኢልዎ እነሆ ድማ ኣንፊ ብልሒ እንተረገጽካስ ንርእስኻ ይገደካ ንሕና ከኣ ገንዘብ እግዚኣብሄር እንተበላዕና ንርእስና ገደና እምበር እግዚኣብሄር ብባህሪኡ ሃብታም እዩ እታ ቤት እግዚኣብሄር ንሃንጻ ንሕና ንግልገለላ እምበር እግዚኣብሄር ኣብ ሰብ ዝሰርሖ ድሓድር ኣይኮነን ንሕና ግን እግዚኣብሄር ሓሳብን ድላይን ደኣ እምበር ናይ ሰብ ዓቕምን ናይ ሰብ ብቕዓትን ኣይኮነን ናይ ሰብ ድኻም ኣይኮነን እግዚኣብሄር ዝሕግዞ ንእግዚኣብሔር ሓሳብን ድላይን ተኣዛዝነት እዩ ዝሕግዞ። ስለዚ ንተኣዘዝ ዕሽርና ንኽፈል ኣብ ቤት እግዚኣብሔር ከኣ ነምጽኣዮ። ቀጺሉ ኣብ ምዕራፍ ኣብ ፍቕዲ ሸሞንተ እንታይ ይብለና? እንታይ ኢኹም ዝሰረቕኩምኒ? ሰሪቕኩምኒ ስለ ዘለኹም መዓት ኣብ ልዕሊኹም መርገም ወሪዱ ኣሎ ኢልና ኣሎ። እንታይ ኢና ዝሰረቕናዮ ከዓ ዕሽር ኢልና ኣሎ። እቲ ዕሽር ዝበሎ ከዓ እቲ ቃሉ ብዘለዎ ነንብቦ ፍቕዲ ሸሞንተ ማለት እዩ። ዕሽርን መባእን ብዘይ ምኽፋልኩም ኢኹም ዝሰረቕኩምኒ ይብለና ኣሎ። ስለዚ ነዚ ገንዘብ እዚ ነዚ ናይ እግዚኣብሄር ገንዘብ ስለ ዝሰረቕና ኣነን ንስኹምን ኸኣ ኩሉ ከም ዝደለናዮ ዘይሕጉስ ህይወት፣ ዘይርጉእ ህይወት፣ ስምምዕ ዘይብሉ ህይወት፣ ዕግበት ዘይብሉ ህይወት ንነብር ኣለና። ስለዚ ናብቲ ሙሉእ ዕግበት ዘለዎ ስምምዕ ዘለዎ ምልኣት ሰላም ዘለዎ ንሐ ብስምምዕ ዘሎ ህይወት ክንነብር እንተደሊና ናይ እግዚኣብሔር ገንዘብ ናብ ቤት እግዚኣብሔር ነምጽኣዮ ኣበይ ክነምጽኦ ከም ዘለና ከማን ተነጊሩና ኣሎ ሰሪቕኩምኒ ህዝቢ ብምሉኡ ኹም ሰሪቕኩምኒ፣ ስለ ዝሰረቕኩምኒ ኸኣ ኣብ ልዕሌኹም መዓት፣ መርገም፣ ወሪዱ ኣሎ ኢልና። እቲ ዝሰርቕናዮ እንታይ ምዃኑ ኽነግረና ስለ ዝደለየ ኸኣ ፍቕዲ ሸሞንተ ዕሽር መባእን መባእን ዕሽርን ኢኹም ዝሰረቕኩም ንብለና ኣሎ። ኣበይ ክነእትዎ ከም ዘለና ኸኣ ሳልሳይ ክነግረና እዩ ማለት እዩ። ኣብ ፍቕዲ ዓሰርተ። ኣብ ፍቕዲ ዓሰርተ ድማ ከምዚ ይብለና፣ ኣብ ቤት መቕደሰይ መግቢ ኪኸውንሲ ዕሽር ዘበለ ኵሉ ናብ ቤተ መዝገብ ኣምጽእዎ ይብል። ዕሽርን መባእን ዘበለስ መግቢ ኣብ ቤተ መቕደስ መግቢ ኪኸውንሲ ናብ ቤተ መዝገብ ኣምጽእዎ። ኣሕዋተይ እዚ ኣበይ ኣብ ቤት መዝገብ ኣብቲ ናይ ምዝገብ ምኽንያቱ ብቅዱስ ቃላቱ ክዛረብ እንከሎ ሎሚ ዕሽር ንኣበ ንስሃ እዩ ዝወሃብ ንካህን ምባል ጠፊኡ ወዲ እግዚኣብሔር ስለምንታይ መዝገብ ኢልዎ ኣሎ መዝገብ መዝገብ እዩ ካህን ካህን እዩ ኣበ ንስሃ ኣበ ንስሃ እዩ ስለዚ ነዚ ቃላት እግዚኣብሔር እናጠማዘዙ ዝዛረቡ ገለ ውሕዳት ካህናት ኣብ ስደት ብፍላይ ከዓ ንርእን ንሰምዕን ኣለና ካብ ዓገብ ሓሊፍና ግን ንዛረቦ ነገር የለን ምኽንያቱ ዝምልከቶ ኣካል ስለ ዘለዎ ዝምልከቶ ኣካል ከኣ ክሰርዖን ክእርሞን ክእድቦን ምዃኑ ስለ ንኣምን ተዓጊስና ንጽበ ኣለና ስለዚ ኣብ ቤተ መዝገብ ኣምጽዎ ኢሉ ኣሎ እዚ ኣብ ቤተ መዝገብ ኢልዎ ዘሎ ከምቲ ቅዱስ ቃላቱ ዝብሎ እንታይ ኢሉና ኣሎ እንሆ ንስኻትኩምሲ ኣብ ሰማይ በቲ ገንዘብ ዓመጻ ኣዕሩኽ ኣጥርዩ፣ እንሆ ድማ መዝገብኩምሲ ኣብ ምድሪውን ኣይትግበሩ፣ እንሆ ኣብ ሰማይ ግበርዎ እቲ መዝገብኩም። እቲ ኣብ ሰማይ ዝገብር መዝገቡ ጥበበኛ ሰብኣይ፣ እንሆ ድማ እቲ መዝገቡ ኣብ ሃብቱ ማለት እቲ ዘለዎ መዝገብ ኣብ ሰማይ ዘቐምጥ ሰረቕቲ ኩዒቶም ኣይኣትዉዎን እዮም፣ ነቐዝ ድማ ኣይበልዑዎን እዮም። እቲ ዓሻ ሰብ ግን ከምዚ ኣነን ንስኹምን ኣብዚ ዓለም ንነብሮ ዘለና ሕጂ ምድራዊ ሃብቲ ምድራዊ ማዕከን ባንኪ ጌርና ነቐምጥ ዘለና ገንዘብ ዓሻ ግን ነቐዝ ዝበልዖ ሸፋቱ ከኣ ይወስድዎ። ይብለና ስለዚ ኣብቲ መዝገብኩም ዘለዎ ልብኹም ከኣ ኣብኡ ኣሎ መዝገብ ኢልዎ ዘሎ ብካልእ ኣበሃህላ ተርጉምና ሎሚ እንተሪእናዮ ባንኪ ማለት እዩ ወይ መቐመጢ ገንዘብ ማለት እዩ ስለዚ መቐመጢ ገንዘብ ከኣ ትሓዝ ኣለዎ ክትእቱ እንድሕር ኮንካ ገንዘብ ነቲ ገንዘብ ዝቕበል ሰብ ኢኻ ትህቦ ስለዚ እግዚኣብሄር ንመዝገብ ቤተ መዝገብ ኢልዎ ዘሎ ካህን ጠፊእዎ ድዩ እግዚኣብሄር ኣብ ንስሓ ጠፊእዎ ድዩ ኣንቱም ከምኡ ትብሉ ገለገለ ካህናት ብፍላይ ከዓ ኣብ ስደት ዘለኹም ተኣረሙ ተኣረሙ እዚ ብኣፍ ዝመሓላለፍ ን ድማ ብዝሰማዕኹሞ ብገለ ገለ ኣቦታት ዝበልዎ ኣይትኺዱ በዚ ምኽንያቱ ናይ እግዚኣብሔር ገንዘብ ናብ ቤት እግዚኣብሔር ኣምጽዎ እዩ ዝበሃል ዝብል ዘሎ እግዚኣብሔር ናብ ቤተ መዝገብ ኣምጽዎ ይብል ኣሎ ቤተ መዝገብ ከኣ መን መን ምዃኑ ከኣ ንፈልጥ ኢና ቤተክርስትያን ሕግን ስርዓት ኣለዋ ሰባኻ ጉባኤ ኣለዉ ነቶም ሰባኻ ጉባኤ ከኣ ትሓዝ ገንዘብ ኣሎ ንሕና ኢና ንመርጾም እውን በዓልና እቲ ማሕበር እቲ ቤተክርስትያን እዩ ዝመርጽ ኣብ ምርጫ ከኣ መን ተሓዚ ገንዘብ፣ መን ፋይናንስ፣ መን ከኣ ዋና ጸሓፊ፣ መን ከኣ ኣቦ ወንበር ኮይኑ ይኸይድ ከም ዘሎ ንፈልጥ ኢና። ንመን ከም ትህብ ዝዓሽር እታ ኣባልነት ክንከፍል ከለና ገንዘብ ንህቦ ሰብ ንዑ ንህቦ ማለት እዩ። ስለዚ ነዚ ክንገብር ዘይምኽኣልና ግን ሎሚ ከምዚ ኮይኑ ንርእዮ ኣለና። ህይወትና ሓሽኪሩ ኣብ መንጎና ከኣ ሰላምና ርሒቑ ንርእዮ ኣለና ማለት እዩ። ስለዚ ሕሉፍ ሓሊፍና ነዚ ክንብሎ ዝጸናሕና ቀዲምና ቤት እግዚኣብሔር ንምህራጽ ገንዘብ ነዋጽእ ይሰላዓልና ኣቐዲሙ ብእግዚኣብሔር ትእዛዝ ተኣዘዘልካ ግበር ሓሳብ ናትካ ኣይተምጽእ ሓሳብ እግዚኣብሔር ኣቐድም ሓሳብ እግዚኣብሔር ምስ ፈጸምካ እንተ ጎዲልካ ሽዑ ንእግዚኣብሔር ተሓምዩ እግዚኣብሔር ግን እሙን እዩ ኣየጉድልን እዩ ቃላቱ ከዓ ከምዚ ይብል ማለት እዩ ኣብ ፍቕዲ ኣብ ፍቕዲ ዓሰርተ መጨረ እንታይ ይብለና ቀጺሉ ማለት እዩ ሽዑ ኢሉ ነቲ ዕሺር ዘበለ ኩሉ ኣብ ቤተ መዝገብ ኣምጽዎ ምስ በለ ሽዑ መሳኹቲ ሰማይ እንተዘይ ተኸፊትልኩም በረኸት ድማ ብዘይ ልክዕ እንተዘየፍሲሰልኩም በዚ ተዓዘቡኒ ኣነ እግዚኣብሔር ጎይታ ሰራዊት ተዛሪበ ኣለኹ ይብለና ስለዚ እዚ ዕሽር ምስ ከፈልና መክሳኹቲ ሰማይ እንተዘይተኸፊትልና በረኸት ድማ ብዘይ ልክዕ እንተዘይ ኣፍሲሱልና በዚ ንተዓዘቦ ንእግዚኣብሄር እታ ቤት እግዚኣብሄር ንኽንሃንፃ ዓቕሚ እንተጎዲሉና እንተሲእንና ሽዑ ንተዓዘቦ ንእግዚኣብሄር በዚ ንተዓዘቦ እስከ እዚ ንግበር ቅድም ልዕሊ ፈጣሪ ንሕና ክኢላታት ሓሳብ ፈልፈልቲ ኣይንኹን በቲ ተሰሪዑልና ዘሎ መነኺት እንተጎዲሉ እንተደኣ እንታይ ኢሉ ዘሎ ካባኻትኩምስ ገለ ነገር ዝጎደሎ እንድሕር ኣልዩ ኮይኑ ነቲ ኩሉ ዝሓዘ እግዚኣብሄር ይለምን ለመና ዘድልዮ እንድሕር ኮይኑ ንልምን ጉልበትናን ዓቕምናን ኣወሃሂድና በዚ ዘለና ንስራሕ እንድሕር ኮይኑ እግዚኣብሄር ስምረት ካህበና ኢልና ሓቢርና ንዓዪ ቅድም ቀዳድም ግን ናይ እግዚኣብሄር ገንዘብ መብላዕ ደው ነብል እዚ ኩሉ ብዚ ዓለም ዘሎ ህውከት ናይ እግዚኣብሄር ገንዘብ ንበልዕ ስለ ዘለና ጥራሕ እዩ ቀዳምነት ንሱ እዩ ምክንያቱ እንድሕር ደኣ ነዚ ጌርና መሳኹቲ ሰማይ ዝኽፈተልና እንተ ደኣ ኮይኑ ብዘይ መጠን ዝማ ድማ በረኸት ኣብ ልዕልና እንድሕር ደኣ ዝወርድ ዝፈስስ ኮይኑ በዚ ንእግዚኣብሔር ክንዕዘቦ ንኽእል ኢና ስለዚ ንሕና ንእግዚኣብሔር ንተኣዘዙ ውሉድና ክእዘዙና ንሕና ንእግዚኣብሔር ሕራይ ንበሎ ንሕና ሕራይ ክንበሃል እንድሕር ደኣ ኮይና ሎምስሉይነት ግን ብኣፍና መምለኽቲ ብኣፍና ተኣዘዝቲ ኣይንምሰል ብግብሪ ንእግዚኣብሄር ንተኣዘዞ ዕሽርና መባእና ናብ ቤት እግዚኣብሄር ነምጽኣዮ ነቲ ተሓዚ ገንዘብ ኣብ ቤተክርስትያንና ወይ ኣብቲ ማሕበርና ዘሎ ከዓ ንሃቦ ንሱ ከዓ ቀብልት ክህበና ኣለዎ ሽዑ ኣበይ ክውዕል እቲ ገንዘብ ዘዝግብኦ እዚ ቤተክርስትያን ናይ ገዛእ ርእሳ መሕደር መምርሒ ስለዘለዋ በቲ መምርሒ ገይራ ነቲ ክርዳእ ዝግብኦ ድኻ ነዳይ ዝኾነ ክትህቦ እያ ነቲ ዘገልገሉ ዓቕሚ ብመጠኑ ክትህቦ እያ ክህነፅ ዝግብኦ ክትሃንፅ እያ ዝጎደለ ከዓ መለኦ ክትብለና እያ ቅድሚ ኩሉ ግን ነዚ ንግበር ቀፂሉ ድማ እንታይ ይብለና እግዚኣብሄር በዚ ተዓዘቡኒ ምስ በለና ኣብ ፍቕዲ ዓሰርተ ሓደ እንታይ ይብለና መሊሹ ነቲ ሓሰኻ ፍረ ምድርኹም ከጥፍኦ ክገንሖን እየ ይብለና ፍቕዲ ዓሰርተ ሓደ ነቲ ሓሰኻ ምድርኹም ሲ ከጥፍኦን ክገንሖን ከጥፍኦን ክገንሖን እየ ክገንሖን ከጥፍኦን እየ እዚ እግዚኣብሄር ነቲ ዘሸግረና ሓሰኻ ምድሪ ኢልዎ ዘሎ ከም ኣንበጣ ኩብኩብታ ባርኖስ ሓደ ገጽ ክኸውን ከሎ፣ ሓሰኻ ናይዛ ምድሪ እዚኣ ኸኣ ብዓቢኡ ሰይጣን ነቲ ናይ ጥንቲ ጸላኢና ተመን ንሱ ንሱን ኣገልገልቱን ሰራዊቱን ንዕኡ ዘገልግሉን ነዚኦም እውን ክንገንሓሉና ይከኣሎ እዩ። እቲ ኣብ መንጎና ኮይኑ ኣብ ንሕድሕድና ከይንሰማማዕ ሰላም ከይንበሃሃል ከይንፋቐር ሓወይ ሓፍተይ ከይንበሃል ኣቦይ ኣደይ ከይንበሃል ኣብ መንጎና ኮይኑ ድሓሕየና ዘሎ ዝፈላልየና ዘሎ እንታይ እንተ ኢልና ናይ ሰይጣን ሓሳብ ጥራሕ እዩ ናይ እግዚኣብሔር ሓሳብ ኣይኮነን ብመሰረቱ ጽልኢ ናይ እግዚኣብሔር ኣይኮነን ጽልኢ ኣጽዋር ሰይጣን እዩ ስለዚ ምስ ሓዉ ጽልኢ ዘለዎ ሰብ እንድሕር ሃልዩ ኮይኑ ናይ እግዚኣብሔር ኣነ ሰብ እየ እንተበለ እንሱ ሓሳዊ እቲ ሓቁ እውን ኣብኡ የላን ምክንያቱ እቲ ቅዱስ ቃላቱ እንታይ እዩ ዝብል እግዚኣብሔር ኣምላኽ ሓዉ ዝጸልእ እንተሎ መን እግዚኣብሔር የምልኸ ወይ የፍቅረ እንተበለስ ንሱ ሓሳዊ እቲ ሓቁ እውን ኣብኡ የላን ኣለና ስለዚ ነቲ ክፉእ ግብሪ ክንጽየፎ ይግባእ እዩ። ምጽያፍ ንክፉእ ግብሪ ማለት ግን ሓውኻ ምጽላእ ማለት ኣይኮነን። ሓውኻ ክፉእ ክገብር እንከሎ ንሓውኻ ጽላኣዮ ማለት እዩ። ነቲ ተግባራቱ ግን ጽላኣዮ። ኣይትሕበር ኣብኡ፣ ምስኡ ኣይትሕበር። ምስኡ ኮይንካ ክፉእ ኣይትግበር። ስለዚ ኣነን ንስኹምን ሓሰኻ ምድሪ ተባሂሉ ዘሎ ሰይጣን እዩ ካልኣይ ኣምበጣ ኩብኩብታ ባርኖስ ነዚኦም ድመስሉ ነዚ ሕጂ ንነብሮ ዘለና ሓሳብ ናይ ሰይጣን እውን ንገዛእ ርእሱ ኣሳኻዕቱን ኣዳኸርቱን ዓየይቱን ኣብ መንጎ ኮይኖም ባእሲ ሓዊ ዝኣብሉ ሕሜት ዝፈቱ ምፍልላይ ዝፈቱ ን ድማ ሕጊ እግዚኣብሔር ኣፍሪሶም ብሕግ ብናቶም ሓሳብ ብናይ ሰይጣን ሓሳብ ክኸዱ ዝደልዩ እዚኣቶም እንታይ እዮም ሓሳኻ ምድሪ እዮም እዚ ኸኣ ኣነን ንስኹምን እንታይ ስለ ዝኾንና እዩ? ዕድል ስለ ዝሃብናዮም፣ ካብ ናይ እግዚኣብሄር ፍቓድ ወጺእና ስለ ዘለና። ሰብ ምስ ሰይጣን ወይ ከኣ ምስ እግዚኣብሄር ጥራሕ እዩ ክነብር ዝኽእል። ምስ እግዚኣብሄር ዝነብር ዘበለ ሰብ ናይ እግዚኣብሄር ትእዛዛት እናፈጸመ እዩ ዝነብር። እቲ ምስ ሰይጣን ዝነብር ከኣ ናይ ሰይጣን ትእዛዛት እና እናፈጸመ እዩ ዝነብር። እስከ ነስተውዕሎ ሕጂ ኣብዛ ዓለም እዚኣ ኣብ ከባቢና ኣብ ዙርያና ቀዳምን ሰንበትን ዝፍጸም እስከ ንርኣዮ። ክንደይ ፐርሰንቲ ቀዳመ ሰንበት ከቐድሱ ከዱ? ካብቶም ተቀደሱ ከ ክንደይ ፐርሰንቲ ዝቀርቡ ኣብ ንስሓ ድኣተዉ ክንደይ ሰብ ኢና? ክንደይ ሰብ ከ ኣብ ጓይላን ዳንኬራን ባእስን ንሕድሕድካ ኣሕሊፍካ ምውሃልን ኣብ ዝሙትን ኣብ ስኽራንን ዕብዳንን ይኸዱ ኣብ ዙርያና ድፍጸም ዘሎ እስከ ንርኣዮ ዝሙት ጓይላ ስኽራን ትዕቢት ምፍልላይ ባእሲ ቂም ንሕድሕድካ ኣሕሊፍካ ምውሃብ ናይ ሰይጣን ኣጽዋር እዩ ነዚ ለቢሱ ዘሎ ኩሉ ናይ ዲያብሎስ ወተሃደር እዩ ምክንያቱ ኣበይ ከም ዘለና እምበኣር በዚና ክንፈልጥ ዘለና ንስኹም ዝንሳሕ ዝቆርብ ትእዛዛት እግዚኣብሔር ዕሱር ይኹን መባእ ይኹን ካልኦት ኩሎም ንነብስኻ ንብፃይካ ከም ነብስኻ ኣፍቅር ኣቦኻን ኣዴኻን ኣኽብር ኮታሲ ክንገብሮ ዝግባኣና ኣብዛ ዓለም እዚኣ ካብ ንፍጠር ኣትሒዝና ኣብ ኩሉ ህሞት ኣብ ግዜ ሓዘን ኣብ ግዜ ሓጎስ ኣብ ግዜ ጥሜት ኣብ ግዜ ፅጋብ ኣብ ግዜ ስደት ኣብ ግዜ ኣብ ዓድኻ ብሰላም ምንባር ኣብ ኩሉ ህሞት ከመይ ኢልና ክንነብር ከም ዘለና እግዚኣብሄር ዋላ ሓንቲ ክፍቲ እኳ ከይገደፈ ከመይ ኢልና ክንነብር ከም ዘለና ኩሉ ኣብ መጽሓፍ ጽሒፉ ኣቐሚጡልና ኣሎ ክብርን ምስጋናን ንዕኡ ይኹኖ እግዚኣብሄር ሓንቲ ንሕና ካባና ዝደልያ ምእዛዝ ጥራሕ እዩ ስለዚ ክንእዘዝ ከለና ከዓ ምናልባት ቅኑዕ መሲልና ዘይቅኑዕ መገዲ ናይ እግዚኣብሄር ትእዛዝ ኢልና ከይንኸይድ ሕጉን ስርዓቱን ክንመሃር ክንክእል ኣለና ክነንብብ ክንክእል ኣለና፣ ክንጽሊ ክንክእል ኣለና፣ ክንመሃር ክንክእል ኣለና። ኣብ ነፍሲ ወከፍ ዝመጽእናዮ ዘለና ሃገር መጀመርታ ምስ መጻእና ዘጽናዕናዮ እንተልዩ ቋንቋ እዩ። ስለምንታይ? ክንረዳዳእ ስለ ዘለና ምስቲ ሕብረተሰብ። ብዘይ ቋንቋ ሓንቲ ክትገብር ኣይትኽእልን ኢኻ። ቋንቋ ቤተ ክርስቲያን ከዓ ክትፈልጦ እንድሕር ደሊኻ ናይ ቤተ ክርስቲያን ቋንቋ ክትመሃር ኣለካ። ቋንቋ ክንብል እንከለና ከዓ መረዳድኢ ምስ እግዚኣብሔር እትራኸበሉ እትዘራረበሉ ጸሎት እዩ። ናይ ጸሎት ልምዲ ኣለና ድዩ? ንጸሎት ንተግህ ዲና? ከይነንውሖ እዚ ነገር እዚ ቀጺሉ ኣብ ሚልክያስ ምዕራፍ ሰለስተ ፍቕዲ ዓሰርተ ክልተ ብለና ምድርኹም ምድሪ ሓጎስ ክትከውን እያ እሞ ኩሎም ኣህዛብ ብፁዓን ክብልኹም እዮም እንታይ ምስ ገበርና ዕሽርና ምስ ከፈርና እዚ ዕሽርናን መባእናን ምስ ከፈልና ሽዕኡ መሳኹቲ ሰማይ እንተ ዘይተኸፊቱልኩም ይብለና ኣሎ። ከምኡ ድማ በረኸት ብዘይ መጠን እንተ ዘይበዚሑልኩም ንዓይኒ እግዚኣብሔር በዚ ተዓዘቡኒ። ቀጺሉ እውን እንታይ ይብለና ኣሎ ኣብ ዓሰርተ ሓደ ነታ ሓሰኻ ምድርኹም እውን ክገናሓልኩምን ከጥፍኣልኩምን እየ ቀጺሉ ውን ዓሰርተ ክልተ እንታይ ይብለና ኣሎ ምድርኹም ምድሪ ሓጎስ ክትከውን እያ እሞ ኩሎም ኣህዛብ ብፁዓን ክብልኹም እዩ ኣህዛብ እቶም ንእግዚኣብሔር ዘይፈልጡ ኣብ ሓቂ ብፁዓን እዮም ክብሉና እዮም ስለምንታይ እግዚኣብሔር ዝገበረልና ዕዮ ምስ ረኤና ቅድሚ እዚ ግን ንሕና ክንእዘዝ ኣለና ቅድሚ እዚ ግን ንእግዚኣብሔር ንተኣዘዞ ቤት እግዚኣብሔር ገንዘብ እግዚኣብሔር እናሰረቕናስ ገንዘብ ኣዋፂእና ካብ ናይ ገንዘብ ለመና ኣዋጽኡ ሃየ ተወፈዩ እናበልናስ ቤት እግዚኣብሔር ክንሃንጽ ኢና እዚ ምስሉይነትን ዘይከውንን ንእግዚኣብሔር ዘይምፍላጥን እዩ ዝብሎ ኣነ ምክንያቱ እግዚኣብሔር ኣምላክ ኣዚዝዎ ዘሎ ዕሽር መባእን ናተይ ገንዘብ እዩሞ ናብ ቤተይ ምፅዎ ኣብቲ መዝገብ ክኣእትዎ እናበለ ከሎ ገሌና እንታይ ንብል ነዚኦም ኣይንህቦም ኢና ንብል ነቲ ኣበ ንስሃ ኣይንህብን ኢና ንብል፣ ገሌና ከኣ ክንህቦ ዝግበኣና እናፈለጥና ኣይንህብን፣ ገሌናኸ ደይንፈልጥ ኮይንና ከኣ ኣይንሓስቦን ከማን ነዚ ከም እንገብር። ስለዚ ነፍሲ ወከፍ ሰብ በብደረጅኡን በብማዕርጉን በብዕድሚኡን በብጸወትኡን በቲ ዝተውሃቦ ዕድል መሰረት እግዚኣብሔር ተጸባጺቡ ዘዝግበኣና ክህበና እዩ። ቤት ኣምላኽ እናዘመትካ ናይ ኣምላኽ ገንዘብ እናዘመትካ ቤት ኣምላኽ ክትሃንጽ ትደሊ ምስሉይነትን ዘይኮንካዮ ክትከውን ምድላይን ጥራሕ እዩ እዚ ስለዚ ዕሽር ንካህን ዘይኮነ ናብ ቤት እግዚኣብሔር መጽእ ኣብ ቤት እግዚኣብሔር ክንብል ከለኻ ቤተ ክርስቲያን ንፈልጥ ኢና ኩላህና ሕግን ስርዓትን ኣለዋ ሰባኻ ጉባኤ ኣለዎ ቤተ ክርስቲያን መን ይትሓዝ ገንዘብ ከዓ ኣባልነት ንመን ንኸፍል ንፈልጥ ኢና ሕጂ ብምኽንያት እናግበርና ግን እንታይ እሞ ገሊኦም ካህናት ከምዚ ይብሉ ገሊኦም ከኣ ከምዚ ይብሉ እናበልና ብምኽንያት ንሃድም ዘለና ከኣ ምኽንያትና ቅቡል ኣይኮና ኣብ ቅድሚ እግዚኣብሄር ገለ ገለ ከምዚ ከማይ እውን እቲ ዕሽር ናይ ቤት ናይ ናብ ቤት እግዚኣብሄር ክነምጾ ዝግብኣና ምናልባት ኣብ ሽጉራትን ኣብ ኣብያተ ክርስትያናት ድህነፅን ኣብ ካልእ ኣብ ሃገርና ዘሎ ነውዕሎ ንኸውን እዚ ግን ብሓቂ ኣብ ቅድሚ እግዚኣብሄር ቅቡል እኳ እንተኾነ ቅድም ቀዳድም ግን ታቦት እግዚኣብሔር ኣምላኽ ዝኣክል ኣብቲ ንነብረሉ ዘለና ከተማ ወይ ሃገር ኣብታ ንነብረላ ዘለና ማሕበር ታቦት እግዚኣብሔር ኣበይ ሓድር ከም ዘሎ ንፈልጥ ኢና እዚ ከዓ ናይ ምሕደራ ፀገም ከም ዘለና ፅቡቅ ጌርና ንፈልጥ ኢና ምሕደራና ብቑዕ እንትዝኸውን ነይሩ ግን ከምኡ ይምኾነን ነይሩ ምሕደራና ጽፉፍ ብቑዕ እንተ ዝኸውን ኣብ ነፍሲ ወከፍ ማሕበር ወይ ቤተ ክርስቲያን ገንዘብ ቤተ ክርስቲያን ገንዘብ እግዚኣብሔር ብኣገባቡ ቅድም ኣብቲ ዘለዎ ማሕበር ማዕበየ ቤት እግዚኣብሔር ምተሃንጸ ድሕሪኡ ከዓ ዝተረፈ እንድሕር ሃልዩ ኮይኑ ከዓ ኣብ ሃገር ዘሎ ድዩ ኣብ ኩሉ ዓለም ዘሎ ድዩ ተደጋጊፍካ ምተኸደ ናይ ሎሚ ደሎ ምስልዩነት ግን ኣዝዩ ደሕዝን እዩ እሞ ብፍላይ ብፍላይ ከኣ ኣንቱም መራሕቲ ሃይማኖት ኣብ ደገ ዘለኹም ብፍላይ ውሑዳት ካህናት ናብ ኣበ ንስሃዩ እናበልኩም ትዛረብዎ ናበ ንስሃዩ ዝወሃብ ዕሲር እናበልኩም ትዛረቡ ኣለኹም መባእ ንእሽር ዕሲርን እግዚኣብሔር ብሓንሳብ ጽሒፍዎን ኣሎ እሞ መባእ ከኣ ናባይ ኣምጽዎ በሉ ከምኡ ዝብል ትምህርቲ እንድሕር ኣልዩ ከኣ መጽሓፍ ገንጺልኩም ምዕራፍ ጠቒስኩም ፍቕዲ ቆጺርኩም ንህዝብኹም ኣረድኡ። እንተረዲእኹሞ ከኣ ህዝቢ ነቲ ዝመሃርካዮ ክገብር ዝኽእል ህዝቢ ከም ዘለና ገና ካብ ኣምላኽ ዘይረሓቐ ህዝቢ ጸዊዕኻዮ ወህይ ዝብል ህዝቢ ከም ዘለና ኣጥዕኹም ትፈልጡ ኢኹም እሞ ነዚ ህዝቢ እንታይ ግበርዎ ኣምባሳደር ናይ ክርስቶስ ኮይንኩም ምርሕዎ። ናብ ካህን እዩ ዝወሃብ፣ ኣብ ንስሓ እዩ ዝወሃብ፣ ዕሽር ትብሉ እንድሕር ኣሊኹም ኮይንኩም፣ ዕሽርን መባእን ብሓንሳብ ጽሒፍወን ኣሎ፣ ነታ መዝገብ ትብል ዘላ ከኣ ኣብ ንስሓ ቀይርዋ። ስለዚ ካብ ዘይከውን ነገር ወጺና ኣብ ዝኸውን ካብ ናህና ሓሳብ ወጺና ሓሳብ እግዚኣብሔር ክነስምር ኩላህና ብዘለና ጸጋ እንተ ደኣ ከድና ብርግጽ ሽዑ ከምቲ ቅዱስ ቃሉ ዝብሎ ምድርና ሰላም ክትከውን እያ፣ ኣብ መንጎና ፍትሒ ክህሉ እዩ፣ እቲ እንኸዶ ድማ ኩሉ ሰላምን ሰናይን ክኾነልና እዩ፣ ትሕዝቶና ክባረኸልና እዩ፣ ውሉድና እውን ብሩኻት ክኾኑ እዮም፣ ካብ ንሰይጣን ዝስውኡ ቀልውዕ ሎሚ መሊኦም እዮም። መሊኦም። ኣብ ስደት ዘለና ሎሚ ንሰይጣን ዝስውኡ ንብሎም ዘለና እንታይ ዝገብሩ እዮም እንተድኣ ኢልና መስዋእቲ ንሰይ- ንሰይጣን ተቕርቦ እንታይ እዩ እንተድኣ ኢልና ንውላድካ ሎሚ ኣብ ስደት ዘለና ብፍላይ ውላድካ እንድሕር ብሓሽሽ ብድራግ እንድውዕል ኮይኑ ንእግዚኣብሔር ዘይፈልጦ ኮይኑ ህልውና እግዚኣብሔር ዘይፈልጥ ኮይኑ ንመን ኣሰዊእኻ ኣለኻ ውላድካ እንጀራ ጥራሕ ኣይኮንካን ክትቦ ዘለካ እንጀራ እሞ እግዚኣብሔር እዩ ዝምግበና ብፍላይ ኣብ ስደት ዘለና ፅቡቅ ጌርና ንፈልጥ ኢና ኣብ ደገ ዘለና ኩላና እግዚኣብሔር ከመይ ምግበና ከም ዘሎ ንፈልጥ ኢና እሞ እቲ ክንገብሮ ዝግበኣና ቅድሚ ኩሉ ቀዳምነት ናይ ነብሲ ነቀድም ቀዳምነት ንደቅና ንገዛእ ርእስና ንመሃር ሃይማኖት ቀዳምነት ንገዛእ ርእስና ንእግዚኣብሔር ንተኣዘዝ ዕሱርና ንኽፍል ንነሳሕ ንቁረብ መሪሕ ንያም ንደቅና ከዓ ንኺድ ምክንያቱ ህይወትና ዓባይ በጊዕ ያው ኣታሕዛ ጠፍእ ከይኮነና ማለት እዩ ስለዚ እቲ ነቲ ጥበበኛ ሰብሲ ሓንቲ ቃል ትኣኽሎ ኢልዋ ኣሎ ስለዚ ብዙሕ ዘረባ ከየብዛሕና ይኣኽለና እዩ እዚ ሎሚ ሓንቲ ግን ኣብዚ ከምቲ ልሙድ እቲ ቅዱስ ቃል እግዚኣብሔር ብዘለዎ ኣንብብ ኣንብብ ኣቢልና ብሓደ ኮይንና እንታይ ክንገብር ኢና ናይ ሎሚ መደብና ክንዓጹ ኢና ሚልክያስ ምዕራፍ ሰለስተ ፍቅዲ ትሽዓተ ፍቅዲ ሸሞንተ ክሳብ ፍቅዲ ዓሰርተ ክልተ ህዝቢ ብምሉእኹም ስለ ዝሰረቕኩምኒ ኣብ ልዕሌኹም መርገም ወሪዱ ኣሎ። ዕሽርን መባእን ብዘይምኽፋልኩም ኢኹም ዝሰረቕኩምኒ። ኣብ ቤተ መቕደሰይ መግቢ ክኸውንሲ ዕሽር ዘበለ ዅሉ ናብ ቤተ መዝገብ ኣእትውዎ፣ ኣምጽእዎ። ሽዑ መሳዅቲ ሰማይ እንተ ዘይተኸፊቱልኩም፣ በረኸት ድማ ብዘይ ልክዕ እንተ ዘየፍሲሰልኩም፣ በዚ ተዓዘቡኒ ኣነ እግዚኣብሄር ጐይታ ሰራዊት ተዛሪበ ኣለኹ። ነቲ ሓሰኻ ምድርኹም ክገንሓልኩም ከግንሓልኩም ከጥፍእን ክገንሖን እየ። ምድርኹም ምድሪ ሓጐስ ክትከውን እያ እሞ፣ ኵሎም ኣህዛብ ብፁዓን ክብልኹም እዮም። ትእዛዙ ምስ ንፍጽም፣ እዚ ኣብ መወዳእታ ዝገለጽናዮ ካብ ፍቕዲ ዓሰርተ ዘሎ ክሳብ ዓሰርተ ክልተ እንሆ ኣንጽር ኣቢሉ ኣብሪሁልና ኣሎ እሞ፣ እዙዛት ክንከውን ካብ ኩሉ ናይዚ በለካን ለኽዓካን ወጺና ነቲ ናይ እግዚኣብሔር ኣምላኽ ቃል ዝብሎ ዘሎ እናሰማዕና ነብስና ብንስሓ ሓጺብና ብቅዱስ ቅዱስ ቁርባን እናተሓተምና ዕሽርናን መሥዋዕትና እናኸፈልና ከምቲ እግዚኣብሔር ዝደልዮ ክንመላለስ ብትምህርትን ብርድኢትን ብኣፍልጦን ብትሕትናን ብፍቕርን ድማ ቤት ኣምላኽና ክሳብ ፍጻሜ ሕይወትና ክንጸንሕ ናቱ ሠናይ ፍቓድ እዩ። ተሪፉ ዘሎ ናተይን ናትኩም እንታይ እዩ? እሺ ምባልን እዩ። ስለዚ እንሆ ማይ እንሆ ሓዊ ኣብ ቅድሜኻ ኣቐሚጠልካ ኣለኹ ኢድካ ከኣ ኣብቲ ዝመረጽካዮ ኣቐምጥ ኢሉና ኣሎ። ሎሚ እግዚኣብሔር ኣብ መንጎና ተረኺቡ ነዚ ምሂሩናን ኣረዲኡናን ጸዊዑናን መኺሩናን ገሲጹናን ኣሎ። ምስማዕ ዘይምስማዕን ግን ካባይን ካባኹምን እዩ። ንዝሰማዕናዮ ምእዛዝን ዘይምእዛዝን ካባይን ካባኹምን እዩ። ነቲ ነቲ እንእዘዞ በቲ ብግብሪ ሕራይ ምባል ጥራሕ ደይኮነ ብግብሪ ምፍጻሙ ዕሽርካ ምኽፋል መጽዋትካ ምሃብ ን ድማ ከምቲ እግዚኣብሄር ዝደልዮ ምንባር ከኣ ብግብሪ ምንባር ናተይን ናትኩም ተበግሶ እዩ። እግዚኣብሄር ግን ደንሆ ፍቓዱ ካብ ዚኸውን ኣሽሓት ዓመታት ቈጺሩ ኣሎ። ካብ ዚእዝዘና፣ እንሆ፣ ካብ ንውለድ ኣትሒዝና ኵሉ ሳዕ እናተነግረና ነብር ኣሎ። እዝኒ ኣሎኩም፣ ኣይትሰምዑን፣ ዓይኒ ኣሎኩም ግንከ ኣይትርእዩን፣ ኣእምሮ ኣሎኩም ገ ኣይተስተውዕሉን ዝተባህለ ከይንኸውን ኦ ኣቦታት፣ ኣዴታት፣ ኣሕዋት፣ ኣሓት፣ ልብና ናብ ሰማይ ንግበሮ። ዚመሃረና፣ ዚገሰጸና፣ ኣብ መንጎና ተረኺቡ ድማ ዚምዓደና ብሓቂ ጥዑም ቃላቱ እቲ ናብ መንግስቲ ኣምላኽ ዝእቱ ቃላቱ ዘስመዓና ክብርን ምስጋናን ዝማሬን ኣምልኮን ንዑ ይኹኖ ስብሃት ለእግዚኣብሔር ኣምላክ ወለወላዲት ድንግል ወለመስቀሉ ክቡር ወሃያል ኣሜን።